ሰላም ኣሕዋት ኣብ ናይ ለማዕት ፊሊና ኣብዚ ማሕራዊ ሚድያ ሓዱሽን መዘራረትን ዘሎ ሓበሬታታት ብሓደ ኮይና ክንርኢ ኢና ካብኣቶም ሓደ ድማ። ዝኾነ ሰብ ውን ክበፅሖ ማይክል እዩ እቲ ዘለዎ እስሪ ቤት ውን ኣዝዩ ሕማቅን። ለነዚ ካላ ወጣህ እውይ ከዚ ሮኬት እልክልሃለሁ ኣንተ ብስብስ በስባሳ የሆንክ ማለት ነው። ብዛዕባ እዚኣቶምን ካልኦትን ክንርኢ ኢና ሰናይ ምክትታል። ዮው ሰላም ሰላም ዝኸበርኩም ናይ ርማይ ፊልምስ ዩቱብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማንያ ቶም ተመሊሰ መጽ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሰይ ሰኣን ብምቕፃላ ናይ ልምዓት ፊልምና ከም ዝተለመደ ክንሳእ ክንጫወት ኣብዚ ማሕበራዊ ሚድያ ሓድሽ ዘሎ ነገራት ክንርኢ ኣብ ቦታና ተረክና መፅና ኣለና ቅድና ቪድና ምተና ግን ነሻ ነዛ ሓድሽ ዲኹም እንታይ ትፅበዩ ኣለኹም ሰብስክራይብ ምግባር ቤተሰብ ኮኑ ብምቕፃል ነዛ ቪድዮ እዚኣ ድማ ናብ ብዙሓት ሰባት ምታን ክትበፅሕ ላይክ

ኣዋልድ ኣሕዋትና ሓደጋ ኣባ ይተሓይላ ሓደጋ ኣባ ፍቅሪ ኣየዕወርኽን ብጣዕሚ እሺ ኣሕዋት ኣውዚ ማታ ኢሉና ዶ ነብስኹም ኣበይ ረኺብኩማ እሺ ኢድኩም እስከ ኣብዚኣ ሓንሳብ ቸክ በሉ ካበየኖት ሰባት ኢኹም ነዛ ኤ ትውንኑ ሰባት ኣዚኹም ሓያላት ሰባት ኢኹም ጻዕራማት ኢኹም ብስምዒት ግን ትግዝኡ ኢኹም ከተፍቅሩ ነዊሕ እዩ ዝወስደልኩም እንተፍቂርኩም ከኣ ኣዚኹም እሙናት ኢኹም። ከምዚ ፕራንክ ቀልዲ ጸወታ ከኣ ፈጺምኩም ኣይትፈትዉን ኢኹም ኣብ ኣተሓዛ ገንዘብ እንተመጺኻ ብዙሕ ኣይኮንኩምን ጊን ብዙሕ ጻዕሪ ኢኹም ተካይዱ። ቅድሚ ነዚኤን ምንጋረይ ሓበሬታ ኣለኒ እዚ ዝነግረኩም ዘለኹ ካብ ፓላም ፐርሰናሊቲ ኮም ኣብኡ ከድኩም ክትረኽብዎ ትኽእሉ እኹም ካብኡ ደምጻኽዎ እዩ ብዛዕ ኣባት ኢድኹም ኣምዚ ጌርኩም ረዩ እሺ ምስ ምንታይ እዮም ዝኸዱ ምስ ኤ ወይ ምስ ቢ ወይ ምስ ብዛዕባ ደቂ ሰባት ብዙሕ መጽናዕቲ ይውሰድ እዩ ማለት ብዙሕ ሰርች የካይዱ እዮም ኣብ በዓል ቻይናን ዩናይትድ ስቴትስን ኣብዚ ሕጂ እዋን እንታይ ኣሎ ንኣብነት እስኻ ትምህርቲ ትግደስን ሕማቅ ትኸውን እሞ ግን ኣጋጣሚ IQ ናይካ ተመርሚሩ ኣዝዩ high level ምስ ዝህልወካ እቲ መንግስቲ እንድሕር ፈሊጡ ብነጻ ኩሉ ትምህርቲ ከፍቅደልካ ይኽእል እዩ በቃ ዓቢ ናይ ትምህርቲ budget ይኸፍተልካ ገለ ገለ ዶ ትሪእዎም ተምሃሮ ኣዝዮም ኣድማዕቲ ንፉዓት ግን እንታይ ኮይኖም ብውሑድ ጻዕሪ እዮም ደካይዱ ገሊኦም ከኣ መዓት ጻዕሪ እንዳካየዱስ በቃ እቲ ለበል ናቶም ከምቲ ዝጽዕርዎ ደይኮነ ፊስቶ ምሉእ ኣጽኒዖምሲ ማንካ ምሉእ ይምልሱ ዝብሃል ማለት እዩ ሕጂ ኣብዘን ምዕቡላት ሃገራት ኣዚኻ ትሑት ብቕዓት ናይ IQ ከለካ ሓደ ዓቢ ሰፊሕ ናይ ኢንጂነሪንግ ክኸውን ይኽእል ወይ ከኣ ኣዝዩ ጻዕሪ ዘድልዮ ኣብኡ ክትጽዕር ምስ ትፍትን IQ ናትካ ምስ ተዓቀነ ኖእ ንዓኻ ዝግባእ ኣይኮነን ተባሂልካ ካብቲ ጻዕሪ ካብቲ ድኻም ክትገላገል ትኽእል ኢኻ ስለዚ ብዙሕ ነገር እዩ ዘሎ ሳይነስ ብዙሕ መጽናዕትን ሰርችን ይገብር እዩ ንኣብነት ህንዳውያን ኣብ ከምዚ ኣብ ኮምፒተር ብጣዕሚ የድሚዑኦም ቻይናውያን ኣብ ከምዚ የድሚዑኦም እንዳበለ መጽናዕቲ ኣቨረጅ ይወስድ እዩ ስለዚ እዚ ሕጂ ዝነግረኩም ኣቨረጅ ከምዚ ልክዕ ሚእቲ ፐርሰንት ደይኮነ ኣቨረጅ መጽናዕቲ ኣብቲ ከምዚ ኣስ ዘስፈሮ ኣነ ከኣ ጽሙቕ ኣቢለ ቁሩብ ኣመዓራርይ ኣቢለ ኣምጺኤልኩም ዘለኹ ንኺድ ብ ትውንኑ ሰባት እዞም ብ ኩሉ ግዜ ርትዓውያን ሰባት ፍትሓውያን ሰባት ኢኹም መብዛሕትኹም ፈረድቲ ኣብ ፖለቲካ ብፍላይ ብጣዕሚ እኹም ተድምዑ ብጣዕሚ ንፉዓት ኢኹም ምሳኹም ተማጊቱ ዝረትዓኩም ሰብ የለን ምኽንያቱ ሕግን ሕጋውነትን ኣጸቢቑ ዩ ድርዳእኩም፣ ብግቡእ ሕግታትን ዓንቀጸትን ናይ ምርዳእ ክእለት ኣለኩም። ብመብዛሓትኦም ቤተሰብኩም ከኣ ኣዚኹም እሙናት ኢኹም። እዚ ሮማንቲክ ነገር ኣይትፈትዉን ኢኹም፣ ንፍቕሪ ብዙሕ ቐብጥበጥ ከኣ ኣይተብልዎን ኢኹም። ማለት ብዕላማ ኢኹም ተፍቅሩ፣ ጓል መን እያ፣ ኣበይ'ያ፣ በየን መጺኣ፣ ኩሉ ሕሉፋን ገለን ትግደሱሉ ኢኹም፣ ክትፈልጡ ትደልዩ ኢኹም። ተቐያይር ናይ ሰብ ባህሪ ከኣ ኣይትፈትዉን ኢኹም፣ ዜሮ ተጻዋርነት ዩ ዘለኩም ኣብ ከምኡ ጉዳይ። ብስምዒት ቡሱላት ኢኹም እዚ ከፋት መፋት ናይ ኣዋልድ ዝኽዶንኦ ቆራጽ መራጽ ከኣኒ ፈጺምኩም ካብቲ ዘይብርሃኩም ነገር እዩ። ኣብ ባህሊ ኣዚኹም ኢኹም ትግደሱ ኣብ ፍቕሪ ከኣ መብዛሕትኡ ተጎዳእቲ ኢኹም። ኣብ ኣተሓዛ ገንዘብ ብዙሕ ኣይኮንኩምን ማእኸሎት ኢኹም። እዞም ሲ ዝኾንኩም ሰባት ከኣ ኣዚኹም ሮማንቲግ ኢኹም። ኣብዚ ፈጠራዊ ሕክያ ክእለት ኣለኩም ኣብ ፋሽን ጽሬትን ከኣ ኣዚኹም ኢኹም ትግደሱ ብስድራ ኣዚኹም ሕንቁቃት ኢኹም ኣብ ዕላል ጸወታ ሰሓቅን ከኣ ብጣዕሚ ሰሓብቲ እኹም ነዊሕ ፍቅሪ ብዙሕ ኣይተድምዑን ኢኹም ሓጺር ሓጺር ፍቅሪ ኢኹም ትፈትዉ ማለት ኣብ ፍቅሪ ጅምር ግድፍ ናትኩም እያ ገንዘብ እኾነልኩም እዩ ትሕዙ እኹም እንታይ እሞ ሓሸሽቲ እኹም ቀልጢፍኩም እኹም ገንዘብ ተጥፍእዎ ትሕዝዎ ተጥፍእዎ ከምኡ

ዝኾነት ጓልስ ደቃ ሓደ ሚልዮን ቅርሺ ክህበካ ካብኡ ምሳይ ሓዳር ትገብር ገለ ገለ ኢላትኒ ሕጅስ ብዛዕባኡ ትመኽርኒ ደልየ ዓለመይ
ከመኽረካ
ቶ ችግር ኣለዎ ድዩ ኖርማል ዓለመይ ናት ኣመኽርኒ ሕጂ እንታይ ድዩ ሓደ ሚልዮን ቅርሺ እያ እኮ ኢላትኒ ኣሕዋት ነዛ ሓፍትና ረኣያ ሓድሽ ዓረብ ኢለ መን ሃምትሩ ኢላ ሓደ ሚልዮን ዳ ሓሲብኪ ኣለኺ ካብኡ በቃ ምሳይ ትነብር ገለገለ ኢላትኒ ቧእ ግን ዓለመይ ምንባር ከቢድ ድዩ እዋ ኣነ እኮ ምንባር ጥራሕ እቲ ሓደ ሚልዮን ቅርሺ ትሃበኒ ጥራሕ እምበር ንሽ
ምንባር
እንታይ ድዩ ክስኸኝ ንዓይ ሓቂ እንታይ ኢኺ ንዓይ ዕልም እንታይ ኢኺ እንታይ ኢኺ እንታይ ኢኺ
ብሰብ ሓደ ብለይና ሒዘ ትጥፋእ እሞ ካብዚ ከተማ ብስሩ ንስኻ ግን በቃ ብሓደ ሚለን ትግዛእ ይኮንካ
ክባር እየ ማለት እዩ ኣነ ክባር ካብ ደሞ መን እየ ኣነ ክሓሊፈ ዘንዓ መስለካ

ካብ ፍቅሪ ዝዓቢ የለን ናቲ ንስካ ኣሕዋት
እታ ኮይነ ይናደድ ኣለኹ ባነሲ ናተይ ምንዳድ ሲ ኣብ እንታይ ክሕሰብ ማለት ምን እኮ ዘናድ ይብሉን ከን ተናዲዳ ይቅርታ ይቅርታ ኣሕዋት መወፃሲ ሓወይተይ ሓሲብካ ኢኹም ኢኻ ትደናግፃ ነሳሓቱ ነሳ ብጣዕሚ እያ ትፈትየካ ኣረኣያ ርኢኻ ኢኻ ምሳኻ ዘለዋ ኣረኣያ

ብዝብል እዩ ዝጀመር። ሰላም ሰላም ከመይ ዊዕልኩም እዚ ምስ ትዕዘብዎ ዘለኹም ሓውና ኣብ ዝሓለፈ ክልተ መዓልቲ ብብዝሒ ሼር ክበሃል ኣብ ናቱ ማሕበራዊ መራኸቢታት ይኹን ኣብ ናይ ካልኦት ማሕበራዊ መራኸቢታት ውን ሼር ክበሃል ተዓዚብኩሞ ኣለኹም ሳሚ ኣብ ዝሓለፈ ክልተ መዓልቲ ብብዝሒ ካብ ብዙሓት ሰባት ምፍርራሕ ይመጸኒ ከም ዘሎን ንሂወተይ ሰጊኤ ከም ዘለኹን ክብል ኣብ OPM ከይዱ ቪድዮ ሰሪሑ ነይሩ ኣብ ዝተፈላለየ ቦታታት ኮይኑ ውን ቪድዮ ክሰርሕ ጸኒሑ ኣሎ ኣብ ዝሓለፈ ክልተ መዓልቲ ኣትሒዝኩም ትድውሉ ይነበርኩም ሰባት ኢንክሉዲን ሎሚ መዓንቲ ማለት እዩ ሳሚ ኣብ ትሕቲ ቁጽጽር ናይ ፖሊስ ዩጋንዳ እዩ ዝርከብ ዘሎ ሎሚ ካብቲ ዝነብረሉ ነበረ ገዝኡ መንበሪ ገዝኡ ፖላይስ ሒዞም ከይዶም ኣብ ዲቴንሽን ኣቐሚጦሞ ኣለዉ ስለዚ ሂዝ ሴፍ ኣብ ትሕቲ እንዳ ፖሊስ ዝርከብ ስለ ዘሎ ናይ ቀረባ ቤተ ሰቡን ናይ ቀረባ የሕዋቱን ኣብ ዝመጽሉ ግዜ ድማ ካብቲ እንዳ ፖሊስ ክወጽእ ምዃኑ ውን ከረጋግጸልኩም ይፈቱ ብዓቢኡ ግን እዚ ተዘርጊሑ ዘሎ ቪድዮታት ብጣዕሚ ኣወዛጋቢ ዝኾነ ቪድዮታት ዩ ማለት ዩ እዚ ቪድዮ ቅድሚ ምዝርግሑ ብኣካል ከይዶም ካባና ዝረኸብዎ ሰባት ኔሮም መጀመርያ ማለት ዩ so ቁሩብ ናይ ጥዕና ጸገም ኣጋጢሙ ከም ዘለዉ ተገንዚብና ኔርና። ነዚ ነገር እዚ ተገንዚብና ድማ ናይ ቀረባ ቤተሰቡ ንኽመጹ ብብዝሒ ግዜ ሓቲትና ኢና። ኣብ ዝሓለፈ ክልተ መዓልቲ ድማ ከም ዝረኣኹሞ ብብዝሒ ቪድዮታት ሼር ይበሃል ኔሩ ማለት እዩ። ሎማዓንቲ እቲ ቦታ ኬድና ብተረኽብናሉ ግዜ ግን ኣዝዩ ኣወዛጋቢ ዝኾነ ብኣካል ተርእዮታት ተራእዩ ማለት እዩ። እዚ ድማ ምስ ጥዕናዊ ጸገማት ዝተተሓሓዘን ገለ ናይ ሜንታሊ ጸገማት ኣጋጢሙ ከም ዘሎን ዘርኢ ተርእዮታት ርኢና ማለት እዩ። እዚ ተገንዚብና ድማ ፖሊስ ስቴሽን ኣብ ትሕቲኦም ከሕድርዎ ተወሲኑ ማለት እዩ። ናይ ቀረባ ቤተ ሰቡን ናይ ቀረባ ኣሕዋቱን ትፈልጥዎ ሰባት እንድሕር ኣለኹም ኴንኩም ንዓና መጺኹም ኣብ ኦፊስ ክትረኽቡና ትኽእሉ ኢኹም ወይ ውን ኣብ ትደልዎ ፖሊስ ስተሽን ኬድኩም ተዘራሪብኩም ናይ ቀረባ ሕክምና ክረኽበሉ ዝኽእል ደረጃታት ክትገብሩ ትኽእሉ ኢኹም ማለት እዩ ብዛዕባ እቲ ምፍርራሕ ዝብሎ ዝነበረ ግን ዝኾነ ይኹን ጭብጢ ዘለዎ ነገራት ክሳብ ሕጂ ዝተረኽበን ኣብ ሂወቱ ስግኣት ዘቕምጥሉ ሰባት ወይ ቅድሚ ሕጂ እዞም ዝጠቕሶም ዝነበረ ሰባት መጺኦም ድዮም ኣብቲ ቦታ ተባሂልና ነቶም ኣብቲ ከባቢ ዝቕመጡ ጎረባብቱ ብሙሉኦም ኣልሞስት ኤርትራውያን እዮም ልዕሊ ሓምሳ ሱሳ ዝበጽሑ ኤርትራውያን ደልዎ ቦታ እዩ ዝቕመጥ እዚ ኣብ ዝሓተትናሉ ግዜ ዝኾነ ይኹን ዝተራእየ ምልክታታት የለን ማለት እዩ። እዚ ማለት ግን ኣየጋጠሞን ማለተይ ኣይኮንኩን ወይ ውን ኣጋጢምዎ እዩ ክብል ውን ኣይክእልን'የ ማለት እዩ። ፖሊስ ሒዘሞ ስለ ዘለዉ ግን ባዕሎም ከጻርዩ እዮም። ኣብዛ ሎማዓንቲ ግን ብብዝሒ ዘየድሊ ተግባራት ክገብር ስለ ዝተራእየ ፖላይስ ውን ከይተረፉ ዘቕሕር ብዙሕ ዓይነት ተግባራት እዩ ጌሩ ማለት እዩ። ስለዚ ነዚ ኣጋጢምዎ ዘሎ ነገራት ንምቁጽጻር ተባሂሉ ኣብ ትሕቲ ቁጽጽር ዊዒሉ'ሎ ሕክምናዊ ክንክን ዝረኽበሉ ቦታታት ክኸይድ እዩ ማለት እዩ። ናይ ቀረባ ቤተሰቡ እንድሕር ኣለኹም ኮንኩም ግን ኣብ ኢንስታግራም ንዓይ ክትጽሕፉለይ ትኽእሉ ኢኹም ወይ ውን ብኣካል መጺኹም ድማ ናብቲ ዘለዎ ቦታ ውን ከድኩም በጺሕኩም ውን ክትሪእዎን ክትከታተልዎን ትኽእሉ ኢኹም ማለት እዩ። ጭው ዝበለ ናይ
ባባ ኢሱ ደጋፋይ እዩ ኣነ ናይ ሕወሓት ደግ ግን እሱ ኣፍቃሪ ጥራሕ ዘይኮነ ሲ ገና ብኣካል ኣይተራኸብናን ገለ ዘለና ገና ኣብ ደገ እዩ ዘሎ እሱ ኣሜሪካ እዩ ዘሎ በዚ ኣጋጣሚ ብጣዕሚ ከመስግኖ ፎቱ ብጣዕሚ በቃ ሪስፔክትፉል እዩ ብጣዕሚ

ኣፈላላይና ሒዝና ብጣዕሚ ተኸባቢርካ ገለ ምኻድ ምሻሎ ኣነ እውን ዓዱ ክትንክፈሉ ህዝቢ ክትንክፈሉ ይደሊ ንሱ እውን ናተይ ከምኡ ማለት በቃ ኢቨን ሲ ማዕረ ኤርትራዊ ምዃኑ ዝርስዖ መዓልቲ ኣለና ሓዳዲ ከም ትግራዋይ ምሸለካ ኣንተ ገለ ኢለስ ብዛዕባ ዓደይ ገለ ይዕልሎ ኣነ እኮ ኤርትራዊ ገለ ይብለኒ ንሱ ኣነ እኮ ትግራዋይ ገለ ንበሃል ክሳብ ስኡ ንረሳሳዕ ምስኡ ክበኣስ ከለኹ ብጣዕሚ በቃ ቲክቶክ ዝፀልኦ ገለ ምስኡ ከዓ ዝበኣሰኒ እንታይ እዩ ሕጂ ቅድሚ ሕጂ ሞር ዘይተላለና ከለና ከምዚ ሕጂ ብዚ ሕጂ ሞር ዘይተቀራረብና ከለና ትዝረአ ሪኣክት ገለ መለስ ኣየናድዶን ነይሩ ሞር ኣብ ፍቅሪ ምስኣትካ ገለ ግን በቃ ከም ሰብ ንስኺ ቆንጆ ኢኺ ሰሪሕኺ ክትመፂ ትኽእሊ ኢኺ ርእሲ ኣለኪ በቃ ወፂኺ ካብቲ ቲክቶክ ሲ ካልእ ስራሕ እስከ ጀምሪ በቃ ናይ ባዕልኺ ቢዝነስ ግበሪ ገለ ኢሉ ዝመኽረካ ሰብ ምሻ ኣሎ ኣደንዚ ዘቢለዮ ኣብየዮ በቃ ከምዚ ምሻ ኣሎ ኣይሰምዕን በቃ ዝኾነ ነገር ሲ ኣሚነሉ ባዕለይ ክገብረለን እምበር ሰብ ዝኾነ ነገር ከግብረኒ የብሉን ኢለ ዝኣምን ሰብ እዩ ሕጂ ሓደ ወዲ ከዓኒ ሓንቲ ጓል ሰበይቱ እንድሕር ደኣ ክትከውን ኬና ከም ኣሜኑ እንድሕር ደኣ ክቕበላ ኮይኑ ከም ንጉሳ ክትቅበሉ ኣለዋ እሺ እሱ ዝበላ ነገር ሲ ኣክሰፕት ኣነ ከዓኒ በቃ ማራ ሓያል ባህሪ ዝኾነ ሰብ ዝኾነ ነገር ከግብረኒ የብሉን በዓለይ ኣሚነሉ ክገብሮ ኣለኒ ዝብል ዓይነት ኣተሓሳስባ ሕጂ ኣብ ከምዚ ክልቴና እንትንኸውን በቃ ንባእስ ዕስራን ኣርባዕተን ሰዓት ተሃልየን ካብተን ሰዓታት ተን ዕስራን ሰለስተን ሰዓት ባእሲ እየን ሓንቲ ሰዓት ንፋቐር በቃ ጭቕጭቕ እዩ በቃ ኩሉ ግዜ ጭቕጭቕ በዚህ ሁለት ቀን እስከ አስር ቀን እድል ሰጥቻለሁ

ኣጋጣሚ ሓሚመ ከቢድ ክገልጾ ዘይክእል ነገር ከኣኒ ከምዚ ስቅ ቃንዛኻ ውን ሰብ ለምዶ እዩ ተረዲክኒ እቲ ግዜ እቲ ሰብ ከኣኒ እተን መሓዝተይ ከኣ ህይወተን ይመርሓ ነይረን ማለት ወጤን እየን ነይረን ገለ ኣሕዋተይ እየን ነይረን ኣብ ህይወተይ እንቋዕ ውድቀት ኣይገበረለይ እምበር የሕዋተይ ወጤን እየን ኩለን ሱዝን ራሄልን ለንደን ኣለዋ ዳናይት ሓፍተይ ካናዳ ኣላ ዝፈትዋ ዘፍቅራ ሓፍተይ ከኣኒ ኣብ ኣስመራ ኣሎ ንእሽተይ ማለት እዩ ኣነ ሓምሸይተን እየ ሕጂ ሰብ ፋይናል ግን ከም ገለ ኢልካ ዝተላለኽዋ ጓልሲ ኣብ ሓደ ግዜ ማለት እዩስ ብሞት ብሞት ፈቲናትኒ ኣነ ሕጂ ኣይርድኣንን ምሕዝነት እንታይ ኣነ ኣይርድኣንን ሶሪ ነዚ ምባለይ ግን እዚ ናተይ ተኣሽሙ እዩ ኤርትራውያን ዘለኒ ሻቕሎት ግን ብሓባር ኮይንና ፍታሕ ንምሕታትን ከመሓላልፎ ዝደለኹ መልእኽቲ ስለ ዘለኒ እዩ። ኣብ ወርሒ ዓሰርተ ክልተ ኣብ ታሕሳስ ማለት እዩ ኤርትራውያን ብዘይ ድልየቶም ካብ ኢትዮጵያ ተሰጊጎም ንኤርትራ ኣትዮም ማለት እዩ። ብክልቲኡ መንግስቲ ዝኾነ ናይ ደቂ ሰባት ምቅይያር ዝኾነ ሓበሬታ ኣይወጸን። ወለዲ ግን። ቤተሰብ ደቆም ኤርትራ ከምዝኣተዉ ኣረጋጊጾም ማለት እዩ። ስለዚ እቶም ኣብ ወርሒ ዓሰርተ ክልተ ዝኣተዉ ኤርትራውያን ክሳብ ሕጂ ኣብ ዓሰብ ተኣሲሮም ይሳቐዩ ኣለዉ። ዝኾነ ሰብ እውን ክበጽሖም ኣይክእልን። እቲ ዘለዉዎ እስሪ ቤት እውን ኣዝዩ ሕማቕን ብሕማም ቆርበት ተለኺፎም ከምዘለዉን ናይ ብሓቂ ሓገዝ ይሓቱ ከምዘለዉን ሓበሬታ መጺኡና ኣሎ። ብድሕሪኡ እውን ዕለት ዕስራን ሽዱሽተን ወርሒ ኣርባዕተ ማለት እዩ፣ ኤርትራውያን ብዘይ ድሌቶም ካብ ኢትዮጵያ ተሰጒጎም። ኣብቲ ግዜ'ቲ ውን መንግስቲ ኢትዮጵያ ይኹን መንግስቲ ኤርትራ ዝኾነ ዝወጸ ንጹር ሓበሬታ የለን ብዛዕባ እቶም ሰባት ማለት እዩ። እንተኾነ ግን ክሳብ እዛ ሰዓት እዚኣ እንትርፎ ኣብቲ ዶብ ንሰግር ኣለና ኢሎም መጀመርያ ቴለፎናት ብናይ ኢትዮጵያ መስመር እናተጠቐሙ ከለዉ ዝሓበርዎ መልእኽቲ ክሳብ ሕጂ ኣበይ ከምዘለዉ ዝፍለጥ የለን። ወላ ሓደ ዝፈልጥ የለን። ስለዚ ኤርትራውያን ኣሕዋተይ እዚ መንእሰይ ዝሳቀሉ ከምዚ ዝብለኩም ዘለኹ እቶም ኣብ ወርሒ ዓሰርተ ክልተ ዝተኣሰሩ ኣብ ሕማቅ ኩነታት ከም ዘለዉ እዩ እቲ ጭራ ናይ ሓበሬታ ወጽ ዘሎ ማለት እዩ እዚኣቶም እውን ኣበይ ከም ዘለዉ ኣይፍለጥን እሺ ኣሕዋት ናይ ሎማዓንቲ ቪድዮና ነዚ ይመስል ነይሩ ክሳብ ሕዚ ዝረእኩም ሰባት ተሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቀጻሊ ብካሊእ ቪድዮ ክሳብ ንራኸብ በብዘለኹሞ ሰላም ኩኑለይ ይሙችኩም